ሰላም ሰላም ተኸታተልቲ ናይ ድማ ሎምዓንቲ ድማ ፍትዋትን ተደነቕትን ዝኾኑ ክልተ ዓበይቲ ድምፃውያን ናሕዳርኩም ቀሪብና ዘለና ኣርቲስት ድምፃዊ ኣብርሃም ገብረመድህን ምስ ግብርቲ በዓልቲ ቤቱ ድምፃዊት ኤደን ገብረስላሴ ብሓባር ምሳና ክፀንሐዮም ሰናይ ፃኒት እስኪ ክቡራትን ክቡራንን ተኸታተልቲ ውንጥሕ ሚድያ እዚ ፕሮግራም ናብ ኩሉ ሰብ ንክባፅሓ ምእንታን ላይክ ሼር ሰብስክራይብ ብምግባር እስኪ ንጀምር ላይክ ላይክ ላይክ ላይክ ሳብስክራይብ እሺ ናይ ሎማዓንቲ ክቡራት ኣጋይሸይ ኣብሪሽ ኣብርሃም ገብረ መድሂን ከምኡውን ክብርቲ በዓልቲ ቤት ኣብሪሽ ዝኾንኪ ድምፃዊት ኤደን ገብረ ስላሴ ናብ ቃለ መሕተትና እንኳዕ ብሰላም መፃኹም እሺ እስኪ ድምፃዊ ኣብርሃም ገብረ መድሂን ናይ ሕጂ ክብርቲ በዓልቲ ገዛኻ ድምፃዊት ኤደን ገብረ ስላሴ መጀመርያ ፍቕራ እንታይ እንዳበለት እያ ገሊፃትልካ ምናበይ ክስር ከም ሰፈር ዑፍ ልበይ ንፍቕሪ ሕጂ ድማ እስኪ ናብ ድምፃዊት ኤደን ገብረስላሴ ክሓትት እሞ ኤዱ ናብ ቃለ መሕተትና እንኳዕ ብሰላም መጻኺ። ቴንኪዩ ኤዱ እስኪ ብናይ ፍቕሪ ሌላኹም ክንጅምር እሞ ምስ ድምፃዊ ኣብርሃም ገብረመድህን ሌላኹም ከመይ ነይሩ? ሌላና ጽቡቕ ነይሩ ሌላና ሌላና ጽቡቕ ነይሩ ካብ መፈለምቱ ንክብርቲ በዓልቲ ቤትካ ድምፃዊት ኤደን ገብረስላሴ ከመይ ኢኻ ተኽብራ? ከም ንግስቲ ሳባ እሺ እስኪ ድምፃዊት ኤደን ገብረስላሴ መጀመርያ ንበዓል ቤትኪ ድምፃዊ ኣብርሃም ግበርመድህን ብፍቕሪ ምስ ወደቕክሉ እንታይ ኢልኪ ፍቕሪ ገሊፅክሉ? ሰሊላ
ሰሊላ ናይ ሰሊላ ልበይ ሽኺላ ኣባኻ ነቢላ ግን እስኪ ኣብርሽ ገና ቅድሚ ናብ ፍቕሪ ዓለም ምብፃሕኹም ከምዚ ኢልካ ደሪፍካላ ነይርካ ብዛዕባኺ ክሓስብ ኣይፈልጥን ኦ
ንስኻ እውን ብጣዕሚ ኢኻ ትፈትዋ ነርካ ማለት ድዩ እዋ ኤዱ እስኪ ንድምፃዊ ኣብርሃም ገብረ መድህን ከመይ ኢሉ ርኢኺ ኢኺ ንሓዳር ተመኒኽዮ ኣማዕዴሪካ ተመኒካ መዋእል
እስኪ ንድምፃዊ ኣብርሃም ገብረመድሂን ብኻሊእ ቃል ፀውዐዮ እንተትበሃልስ መን ኢልኪ ምፀዋዕኽዮ ኤዱ? ንጉስ ኢኻ ንልበይ ይስይመካ ወልኡል።
ድምፃዊት ኤደን ገብረስላሰ ሕጂ በፂሕኽዮን ዘለኺ ናይ ኪነ ጥበብ ደረጃ ንኽትበፅሒ ድምፃዊ ኣብርሃም ኣብ ጎንኺ ከም ዝነበረ ገሊፅኪ ነይርኪ እሞ እስኪ ከመይ ኢኺ ትገልፅዮ? ውዕለታኻ ኣይርስዖን ፍጹም ስጋኻ
ስለዚ በዓል ውዕሎታኺ ስለ ዝኾነ ዲኺ ተመሪዕኽዮ? መዓስ እሞ ውዕለት ኮይኑ ከኽስቦ።
እሺ እስኪ ድምፂ ኣብርሃም ገብረመድሂን ኣብርሽ ንኤደን ቆንጆ እያ ኢልካ ዲኻ ትገልፃ? ቆንጆ በዓልቲ ኣበባ ተባሃጊት ምድር ከም ቀብሒ ዕዮባ።
ድምፃዊ ኣብርሃም ገብረመድሂን ቆንጆ፣ ትዕግስተኛ፣ ፌመስ እውን እዩ።

እስኪ ኤዱ ካብ ድምጻዊ ኣብርሃም ገረመድሂን ትረኽብዮ ንነብስኺ ደስታ ዝፈጥረልኪ ነገር ታይ እዩ? ብነብሰይ ዝበኒ ደስታ ንፍቅሪ ዘለካ ቦታ።
ጽቡቅ ኣብርሽ እስኪ ምስ ክብርቲ በዓልቲ ቤትካ ኣብ ሓዳር ከባቢ ዓሰርተ ሓሙሽተ ዓመት ጌርኩም ኣለኹምሞ ዕድመ እንዳቆጸረ ብዝኸደ ቁጽሪ ሓዳር ኣብ ሓዳር ምምናው የጋጥም እዩ ይበሃል እስኪ ምምናው ከመይ ኢኹም? ዘመንኩም ወለላ መዓር ምቅርቲ እያ ሕብሕብቲ እያ።
እሺ እስኪ ድምፃዊት ኤደን ገብረስላሴ በዓል ቤትኪ ኣብርሃም ገብረመድሂን ኣብ ደገ ምስ የዕሩኽቱ ሻህ ቡና እንዳበለ ኣምስዩ ክመፅእ እንከሎ እንታይ እንዳገበርኪ ክትፅበዩ? ስለይቲ ክጽበይ ኣብ ደገ ኮፍ ኢለ ከዋኽብቲ ይቖጽር
ሽዑ ኣብርሽ ከታይ እንዳበለ ይጥብረኪ ማለት እዩ። እጥሓቱላይ ኮኸበይ ክበቋ ከብላ ንስነት እንዳኣሉ ኮይንኒ ዕላ እሺ ድምፃዊ ኣብርሃም ገረመዲን ድንገት ኣብ ትግራይ ኩናት ምስ ተፈጠረ ክብርቲ በዓልቲ ቤትካ ኣብ ኣሜሪካ ንስኻ ድማ ኣብ ትግራይ ኢኹም ተፈላሊኹም ነይርኩሞ ሽዑ እንታይ ኢልካ
ብፍላይ ምስ ኮነ እዋይ ሃነመ ኣሕልፍ ከለኹ በይነይ ነብራ ዘልሓመ ኣብ ሰፊሕ ደረት ናይ በዓል ቤትኪ ድምፃዊ ኣብርሃም ገብረ መድህን ደቂስኪ ጥዑም ፍር እናስተማቐርኪ ከለኺ ክወጋሕ ክብል ከሎ እንታይ ትብሊ? ነቕንቕኒ
ሓይሊ ደቕኒ ኣይተናብቐኒ ዳብዛሕ ኣይተናብቐኒ

ኣብ እዋን ዕጽዋን ክባን ሓላሓሊፍካ ኔትወርክ ትረክብ ከለኻ ንኤደን እንታይ ኢኻ ትብላ ኔርካ?
ዓዶ ዄንኪ ንኹም ደቀይ ሓፍ ሕብለይ።
መቸም ኣብ ከይዲ ሓዳር ምጉናፅ ዘይቀር እዩሞ ኣብ ገፃ ጎንፂ ከጋጥም ከሎ ንኣብርሽ እንታይ ኢልኪ ኢኪ ትመክርዮ?
ግደፍ ግደፍ ኣትበለይ ንረዳዳ
ኣብ ዝተፈላለየ እዋን ኣብ ልዕሊ ሰብ ሓዳር ዝኾኑ ፌመሳት ሰባት ብዙሕ ነገር ይበሃል እዩሞ ኣብ ሓዳርኩም መሰረት ገይሩ እውን ዝውጋዕ ብዙሕ ወረ ነይሩ ነዞም ከምዚ ዓይነት ወረ ዘውርዩ ሰባት እንታይ ትብል
ስስራሕና ንስራሕ።
እሽሞ ድምፃዊት ኤደን ገብረስላሰን ድምፃዊ ኣብርሃም ገብረመድህን ናይ ሎማዓንቲ ዕዱማት ጋሻና ኮንኩም ኣብዚ ምሳና ግዜኹም ስለ ዘሕለፍኩም ብጣዕሚ ኢና ነመስግን ክብሪ ይሃበልና። ክቡራትን ክቡራንን ተኸታተልቲ ወንጥሕ ሚድያ እውን ከምዚ ክትከታተልዎ ፀናሕኩም ነይሩ ዘቕረብናልኩም ቃለ ማሕተት ኣብ ቀፃሊ ከም ዝበለ ተመሳሳሊ መደብ ክነቕርበልኩም ኢና። ሕዚ እውን ምሳና ኩኑ ንቻነልና ቤተሰብ ዘይኮንኩም ሳብስክራይብ ብምግባር ኣብ ጎንና ክትኮኑ ንዕድም ኣለና ሰሰናዩ ንዓኹም ሰላም ቅነ።